ክፋል ዓሰርተ ሸሞንተ ንዘዳለናልኩም ዜናታት ጀሚረ ኣለኹ። ኣርእስተ ዜና፣ ትማሊ ኣብ ከተማ መቐለ ከባቢ መከላከያ ፋውንዴሽን የመኮንኖች ክበብ ብዘጋጠመ ደብዳብ ድሮን ቀሊል መጉዳእቲ በፂሕዎም ሆስፒታል ኣትዮም ዝነበሩ ወገናትና ናብ ገዛውቶም ከምዝተመለሱ ተፈሊጡ። ድምፂ ወያነ ትግራይን ቴሌቪዥን ትግራይን ነቲ ደብዳብ ነቲ ዝበፅሐ ሓደጋ ፍንጣራት ድሮን ኢሎም ዝገለፅሉ መንገዲ ድማ ኣብ ህዝቢ መዘራረቢ ኮይኑ ኣሎ። ትማሊ ድሮናትን ሚጋትን ኣብ ከተማ መቐለ እንትድብድባ ዝተውሃበ ግብረ መልሲ ምክልኻል ዘይምንባሩ ህዝቢ ከተማ መቐለ ጉጅለ ህወሓት ኣብ ዘይዓቕሞም እናፈከሩ ከወድኡና እዮም ዝብል ስምዒት ፈጢሩሉ ምህላው ብስልኪ ዘዘራረብናዮም ወገናት ይገልፁ። ምስ ጽምዶን ምጅማር ውግእን ብዝተተሓዘ ኣብ መንጎ ፖሊት ቢሮ ጉጅለ ህወሓት ሰፋሕቲ ኣፈላላያት ይፍጠሩ ምህላዎም ምንጭታትና ኣረጋጊጾም። ኣብ ዞባ ደቡባዊ ምብራቕ ትግራይ ዝተወደቡ ፖለቲካዊ ውዳበታት ኣቦ ገረባትን ደለይቲ ለውጢ መናእሰይን ማኒፌስቶ በት ምኽሪ ሰላምን ለውጥን ንትግራይ ስልጣን ንህዝቢ ዘረክብ ዘቃልስን ብምዃኑ ኣብ ተግባራዊ ምንቅስቓሳትና መምርሒና ገይርናዮ ክንቃለስ ኢና ብምባል በዓል ሓሙሽተ ነጥብታት ውሳነ ወሲኖም። ናይዚኦምን ካልኦት ዜናታትን ዜና ዝርዝር ክትሰምዑ ኢኹም። ዜና ዳሞራ ሼር፣ ላይክ፣ ሳብስክራይብ ምግባር ኣይትረስዑ። ቀጸልኩ። ትማሊ ኣብ ከተማ መቐለ ከባቢ መከላከያ ፋውንዴሽን የመኮንኖች ክበብ ብዘጋጠመ ደብዳብ ድሮን ቀሊል መጉዳእቲ በፅሒዎም ሆስፒታል ኣትዮም ዝነበሩ ውቕዓት እቶም ዝበዝሑ ንገዝኦም ከም ዝተመለሱ ፀብፃባት ሆስፒታል ዓይደር የመልክቱ። በቲ ትማሊ ዝተፈጸመ ደብዳብ ድሮን ዓሰርተ ሰላማዊ ወገ ናትና ሓደጋ በጺሕዎም እዩ። ቴሌቪዥን ትግራይን ድምጺ ወያነ ትግራይን ከም ዝገለጽዎ እቶም ዓሰርተ ሰለስተ ወገናት ብፍንጣራት ድሮን ተወቒዖም እዮም ሆስፒታል ኣትዮም ነይሮም። ሕዚ ካብ ሆስፒታል ዓይደር ዝወፁ ዘለዉ ፀብፃባት ከም ዘመልክቶ ድዋ እቶም ዝበዝሑ ወገናትና ካብ ሆስፒታል ዓይደር ወፂኦም ናብ ገዛውቶም ተመሊሶም ኣለዉ። በቲ ትማሊ ኣብ ከተማ መቐለ መከላከያ ፋውንዴሽን የመኮንኖች ክበብ ኣብ ዝበሃል ከባቢ ዝተፈፀመ ደብዳብ ድሮን ብዝምልከት ድምፂ ወያነ ትግራይን ቴሌቪዥን ትግራይን ነቲ ዜና ዝፀብፀብሉ መንገዲ ኣብ ብዙሓት ወገናት መዘራረቢ ዛዕባ ኮይኑ ቀፂሉ እዩ። ድምፂ ወያነ ትግራይን ቴሌቪዥን ትግራይን እቲ ዝበፅሐ ሓደጋ ቃል ብቓል ብኸም ዝስዕብ እዮም ፀብፂቦምዎ። ነዚ ፅሑፍ ድምፂ ወያነ ትግራይ ረእይዎ ኢኹም። ብፍንጣር እቲ ደብዳብ ድሮን፣ ኣዴታትን ኣብ ሰፈሮም ይጻወቱ ዝነበሩ ህጻውንትን ተወቒዖም ሆስፒታል ኣትዮም'ለው ይብል። ነዚ ዜና'ዚ ዝሰምዑን ዘንበቡን ዝተፈላለዩ ምሁራን ትግራይ፣ ድምፂ ወያነ ትግራይን ቴሌቪዥን ትግራይን እቲ ዝተፈፀመ ደብዳብ ድሮን ኮኔል ካብ ልዕሊ ህዝቢ ዝተፈፀመ ከም ዘይነበረ ምስክርነቶም ሂቦመለዉ ብምባል እዮም ዝገልፅዎ ዘለዉ። ድምፂ ወያነ ትግራይ ዝለጠፍዎ ዜንኦም ቀልጢፎም ከም ዘልዐልዎ እውን ተረጋጊፀሎም። ትማሊ ኣብ ዓዲ ሽምድሑን ዝተፈፀመ ደብዳብ ድሮን ኣብ 2003 ዓ ም የመኮንኖች ክበብ ተባሂሉ ዝህነፅ ዝነበረ እዩ። እዚ መከላከያ ፋውንዴሽን የመኮንኖች ይክበብ ዝበሃል ፍሉይ ስፍራ ድሕሪ ክልተ ሽሕን ዓሰርተ ክልተን ዓመተ ምህረት ድማ መንበረ ኣዘዝቲ TDF መኽዘንን ኮይኑ ዝፀንሐ እንትኾን ኣብ ክልተ ሽሕን ዓሰርተ ኣርባዕተን ዓመተ ምህረት ንድሮን ጃም ዝገብሩ መሳርሕታትን ካልኦትን ዝቕመጥሉ ጥቡቕ ሓለዋ ዝግበረሉ ስፍራ ምዃኑ ዝፍለጥ እዩ። እዚ ሓቂ እዚ ኣብቲ ከባቢ ንዘሎ ማሕበረሰብ ብምዝራብ ከይድካ ዝረጋገፅን ብጭቡጥ እውን ክትሓልፍን ክትወፅእን ዝረኣን ዘይሕባእ ሓቂ እዩ። በዚ በለ በቲ ግን ትማሊ ኣብዚ ዝበሃል ዘሎ ስፍራ ብዘጋጠመ ደብዳብ ድሮን ዓሰርተ ሰለስተ ሰላማዊ ወገናትና ሓደጋ በፂሕዎም እዩ። በዚ በፂሒ ዘሎ ሓደጋ ድማ ትግራይ ቪዥነሪ ሚድያ ዜና ዳሞራ ሓዘኑ ይገልፅ። ብዝኾነ ምኽንያት ኣብ ልዕሊ ሰላማዊ ሰባት ዝበፅሕ ሓደጋ ፍፁም ተቐባልነት የብሉን። ሕዚ እውን ኣብ መንበሪ ገዛውቲ ፖለቲካውን ወተሃደራውን ጉጅለ ህወሓት ዝርከብሉ ከባቢ ምስ ዕጥቅን ስንቅን እቲ ጉጅለ ኣብ ዝጥርጠሩ ከባብታት ዘለኹም ወገናት ፍሉይ ጥንቃቐ ክትገብሩ እንተተኻኢሉ እውን ንግዚኡ ገዛውትኹም ክትቕይሩ መልእኽትና ኢና ነሕልፍ። ፌደራል መንግስቲ እውን ኣብ ዝወስዶም ናይ ሕጊ ስጉምታት እቲ ገበነኛ ጉጅለ ኮነ ኢሉ ኣብ ማእኸል ህዝቢ ይሕባእ፣ ከበድቲ ብረታት ኣብ ኣብያተ እምነታትን ማእኸል ህዝብን ይገብር ምህላዉ ብምግንዛብ ሰላማዊ ህዝብና ዘይጉደኣሉ ልዑል ጥንቃቐ ክገብር ኢና መልእኽትና እነመሓላልፍ። ናብ ካልእ ዜና እንትንሰግር ድማ ኣብ ማእኸል ከተማ መቐለ መኮንኖች ክበብ ኣብ ዝበሃል ፍሉይ ቦታ ዝተፈፀመ ደብዳብ ስዒቡ ዋላ ሓንቲ ዝተገበረ ፈተነ ምክልኻል ፀረ ነፈርቲ ብዘይምንባሩ ህዝቢ መቐለ ኣብ ዘይዓቕሞም ገጢሞም የወድኡና ኣለው ዝብል ስምዒት ከም ዝሓዘ ዘዘራርብናዮም ወገናት ይገልጹ። ትማሊ ድሕሪ እቲ ደብዳብ ብስልኪ ርእይቶኦም ዝሃቡና ወገናት ከም ዝበልዎ፣ ድሮን ትኹን ሚግ ኣብ ማእኸል ከተማ መቐለ ብዘይ ዝኾነ ምክልኻል ዓንዲራ ክትኸይድ እያ ኢልና ገሚትና ኣይንፈልጥን። እዞም ሰባት ብፈኸራ ጥራሕ ከወድኡና እዮም ዝብል ርእይቶ እዮም ሂቦምና። እዞም ርእይቶኦም ዘካፈሉና ወገናት ብውሕዱ ኣብ መቐለ ዝሓሸ መከላኸሊ ድሮን ከም ዘለዎም ዝነግሩና ዝነበሩ ካድረታት ጉጅለ ህወሓት ሕዚኸ እንታይ ክብሉና ይኾኑ ብምባል ይሓቱ'ሞ፣ ኣብ መቓብሩ ክንዕልል ኢና እናበልካ ብምፍካር ህዝቢ ክውዳእ ምግባር ጠጠው ክብል ኣለዎ ኢሎም። ካብ ሰማይ ጥብ ኢሉስ ፈንጀፈንደ ኣቢሉስ ምልስ ኢሉ ብሰማይ ዝኸይድ ሓደጋ የብልናን ኣብ መቐለ፣ የብልናን ኣብ ትግራይ።
ኩሎም ብስልኪ ርእይቶ ዝሃቡና ወገናት፣ ኣብ ሰላማዊ ወገናትና ንዝበፅሐ ቀሊል መጉዳእቲ ሓዘኖም ገሊፆም እዮም። እቲ ሓቂ እዚ እዩ። ትማሊ ዶክተር ደብረጽዮን ገብረሚካኤል ምስ መንግስቲ ኢትዮጵያ ዝበሃል ዘተ ሰላም ኣይንገብርን ከም ዝበሉ ርኢኹምን ሰሚዕኹምን። ትማሊ ወይዘሮ ፈትለወርቅ ገብረ እግዚኣብሔር ወይ ድማ መንጀርኖም ረብሓ ትግራይ ዝረጋገጽ ኣብ መቓብር ብልጽግና እዩ ኢለን ከም ዝጨርሓ ርእኹምን ሰሚዕኹምን። እሞኸ እዞም ወገናት ህዝቢ ከወድኡ እንተዘይኮይኖም ነቲ ዝጭርሕዎን ነቲ ዝብልዎን ዝኸውን ዓቕሚ ኣለዎምዶ? እንተልኩም እቲ ሓቂ እቲ ኣብ ተግባር ዝረኣ ዘሎ እቲ ኣብ መሬት ዝረኣ ዘሎ እዩ። ትማሊ ጥራሕ ኣይኮነን ድሮን ተደብዲቡ ብቅንያት እውን ቀንይዎ እዩ። ዋላ ሓንቲ ምክልኻል ክገብሩ ኣይከኣሉን። ስለምንታይ? ዓቕሚ የብሎምን። መጻምዶም እውን ዓቕሚ የብሎምን። ዕላምኦም እውን ዓለም ትቕበሎ ኣይኮነን፣ ህዝብና ብኣውርኡ ዝቕበሎ ኣይኮነን። እዞም ሰባት ዕላምኦም ግልፂ እዩ። ዝተወደኣ ህዝቢ ትግራይ ይወዳእ ናብ ኣራት ኪሎ ምምላስ እዩ ዕላምኦም። ስለዚ ህዝብና ሕዚ እውን ነዞም ሰባት እዚኦም ኣጨናኒቕካ ናብ ሰላም መልሶም፣ ኣጨናኒቕካ ናብ ዘተ መልሶም፣ እንተዘየለ ንሶም ኣብ ምጽንዖም እናተሓብኡ፣ ሓደጋ ዘምጽኡ ነገራት ኣብ ማእከል ህዝቢ እናቐበሩ ከወድኡና ቆሪጾም ዝተልዓሉ ጉጅለ እዮም። ሻዕብያ'ውን የገድዶም ስለዘሎ ንሓግዞም፣ ናብ ሰላም ክመጹ ባዕልና ንድፋእ መልእኽትና እዩ። መጥቃዕቲ ኣየር ከጋጥመና እንተሎ ትግራይ ኣብይ እንታይ እዩ ክገብር እሞ ህልውና ትግራይ ዝረጋገፅ ኣብ መቃብር ብልፅግና እዩ ተባሂሉ እዩ ሓቀይ ብወገን ትግራይ ኩሉ ህዝቢ ክተላዓሉ ደሊኹም ዲኹም ፅባሕ ንጎ ተዳሊኹም ዲኹም ከምዚ ዓይነት ቋንቋ ክትዛረቡ ተለኹም ተዳሊኹም ዲኹም ነይርኩም ወይስ በቃ ጸገም የብሉን ኤኒታይም ብግዜ ክንዳሎ ኢና እግረ መንገዲ ክንዳሎ ኢና ኢልኩምኩም ጌርኩምዎ ባዕልኩም ትፈልጥዎ ህልውና ትግራይ ዝረጋገፅ ኣብ መቃብር ብልፅግና እዩ ማለት ክንቀብረካ ኢና ኣዲስ ኣበባ መፂና ክንቀብረካ ኢና ኢልኩም ጓኹ ብልፅግና ተባሂሉ እዩ ብልፅግና ብድሕሪ እንታይ ገይሩ ብተደልዩ ብሸረና ይኸፍት ተደልዩ ድሮ ለማጣ መፅኡ ይትኩስ ተደልዩ ዝኾነ ቦታ ይኸይድ መቐለ ድሮ ብሚግ ሚግን ኣንቶኖቭ በታ ኣንቶኖቭን ኢትዮጵያ ኣየርን ግን ጎንን ጎኒ ይመፃ ኣብ ዝኾነ ዓለም ብድሮ እናተወቃዕኻ ናይ ኢትዮጵያ ወይ ናይ ሰላም ኣውሮፕላን ኣይመፅን ኖ ፍላይ ዞን እዩ ዝበሃል ዝኾነ ውግእ ኮ ስለ ዝኸውን ኖ ፍላይ ዞን እዩ ዝበሃል
ምስ ጽምዶን ምጅማር ውግእን ብዝተተሓዘ፣ ኣብ መንጎ ፖሊትቢሮ ጉጅለ ህወሓት ሰፋሕቲ ኣፈላላያት ይረኣዩ ምህላዎም ምንጭታትና ይገልጹ። ኣብ ዝሓለፈ ሰሙን ኣብ ዝተገብረ ኣኼባ ፖሊትቢሮ፣ ብገለ ኣባላት ዝተልዓለ ዓብዪ ሓሳብ፣ ብሽም ሴንትራል ኮማንድ ኩልና ኣባላት ቢሮ ዘይንፈልጦም ውሳነታት ይውሰኑ ኣለዉ። ፖሊትቢሮ ዘይኣተናስ ማእከላይ ኮሚቴ ዝኾኑ ውልቀሰባት ዝሳተፍሉ ኩነታት ንርኢ ኣለና። ብምባል ጥንክር ዝበለ ወቐሳታት ከም ዘቐረቡ ካብ ውሽጣዊ ምንጭታትና ኣረጋጊጽና ኣለና። ኣብ ኮማንድ ፖስት ዝሳተፉ ፖሊት ቢሮ ካብ ትሽዓተ እቶም ሰለስተ ጥራሕ እንትኾኑ፣ ፖሊት ቢሮ ዘይኮነ እናሃለወ ዝሳተፍ ዘሎ ማእከላይ ኮሚቴ ኢሎም ዘልዓልዎ ድማ ንጌታቸው ኣሰፋ ምዃኑ ተረጋጊጹ ኣሎ። ብተመሳሳሊ ሕዚ ዝግበር ውግእ ከምቲ ናይ ክልተ ሽሕን ዓሰርተ ሰለስተን ዓመተ ምህረት ከይተዳለና ኢና ንኣትዎ ዘለና፣ ጭቡጥ ምንቅስቓስ ምድላዋት ኣይንርእን ዘለና ዝብል ሓሳብ ዘልዓሉ እንትኾን፣ ብፍላይ ሓደ ኣባል ፖሊት ቢሮ ድማ ኣብ ክልተ ሽሕን ዓሰርተ ሰለስተን ዓመተ ምህረት ህዝብናን ማሕበረሰብ ዓለምን ኣብ ጎንና ነይሮም፣ ሕዚ እዚ የለን። ኢሉ ብምቕራቡ ዶክተር ደብረፅዮን ሓይሊ ዝተመልኦ ከፈራርሕ ምፍታኖምን ካብ እሙናት ምንጭታትና ዝረኸብናዮም መረዳእታታት የመልክቱ። ኣብ ዞባ ደቡባዊ ምብራቕ ትግራይ ዝርከቡ ፖለቲካዊ ውዳበታት ኣቦ ገረባትን ደለይቲ ለውጢ መናእሰይን ማኒፌስቶ ቤት ምኽሪ ሰላምን ለውጥን ትግራይ ስልጣን ንህዝቢ ዘረክብ፣ ዘቃልስን ብምዃኑ ኣብ ተግባራዊ ምንቅስቓስና መምርሒ ገይርናዮ ክንቃለስ ኢና ኢሎም ኣለው። ኣባላት ቤት ምኽሪ ሰላምን ለውጥን ዞባን ወረዳታትን ዞባ ደቡባ ምብራቕ ትግራይ ትማሊ ኣብ እዋናዊ ጉዳያት ማኒፌስቶ ቤት ምኽሪ ሰላምን ለውጥን ትግራይ ብዝርዝር ተመያይጦም እዮም። እቶም ኣባላት ፖለቲካዊ ቅዋምና ብዘየገድስ ትግራይ ንምድሓን ኣብ ሓደ እንጥመረሉ ወቕቲ ሕዚ እዩ ዝበል እንትኾን ማኒፌስቶ ቤት ምኽርና ድማ ነዚ ወቕቲ ዝምጥን ምዃኑ ኣብ ምርድዳእ በፂሕና ኣለና ኢሎም። ኣባላት ቤት ምኽሪ ዞባን ወረዳታትን ዞባ ደቡባ ምብራቕ ትግራይ ኣብዚ ሕዚ እዋን ኣዋልድ ደቂ ኣሸንዳ ኣሸንዳ ብፀሊም ክዳን ኢልክን ዝጀመርክንኦ ምንቅስቓስ ኣፍልጦ እንህቦን እንድግፎን ምዃንና ክነረጋግጸልክን ንፈቱ። ከም ቀደምክን ብምሉእ ነጻነት ንክተብዕላ ድማ ኣብ ጎንኽን ኮይንና ኩሉ ዓይነት ምንቅስቓስ ክንገብር ድልዋት ኢና ኢሎም ኣለው። ኣባላት ቤት ምኽሪ ሰላምን ለውጥን ዞባን ወረዳታትን ዞባ ደቡባ ምብራቕ ትግራይ ኣብ መወዳእታ በዓል ሓሙሽተ ነጥብታት መግለፂ ቅዋም ብምውፃእ ኣኼብኦም ዛዚሞም እዮም። ሰላም ንትግራይ ሰላም ንኹለና ደሓን ኩኑ።